ነዚ ቪድዮ እዚ ኣብ ዝሓለፈ ሰሙን ብዝተፈላለየ ኣጋጣሚ ኣብ ማሕበራዊ ሜድያ ርኢኹሞ ክትኮኑ ትኽእሉ ኢኹም። እዞም ሽማግለ ኣቦ ኣብ ዝሓለፈ ሰሙን ኣብ ዝፈነውዎ ቪድዮ፣ እዞም ዘይተጸበይዎን ዘይሓሰብዎን ጉድ ኣብ ሓዳሮም ዘጋጠሞም ኣቦ፣ ኣብ ሓዳር ሓምሳን ሓደን ዓመት ዝጸንሑ ክኾኑ ከለዉ፣ ሓዳሮም ብሉጽ ናይ ሓዳር ኣብነት ተባሂሎም ብዝፈልጥዎም ሰባት ዝተመስከረሎምን ሓዳረይ ከምዚ እንተዝኸውን ኢልካ ትምነዮን ዝነበረ ወዲ ኣርባዓን ኣርባዓን ሓደን ዓመት ዕድመ ዘለዎም ቆልዑ ዝፈረዩሉን ኣዝዩ ብሉጽ ሓዳር ነይሩ። ነገር ግን። እዞም ኣቦ ኣብዚ ሰሙን እዚ ኣብ ሓዳሮም ዘይተጸበይዎን ኣሰንባዲ ነገር ስለ ዘጋጠሞም፣ እዞም ኣቦ ኣብ ናይ ሓደ ላዕለዋይ ቤት ፍርዲ ጠበቓ ከም ምዃኖም መጠን ካብ ዘለዎም ስልጣን ብምብጋስ ዓበይቲ መራኸቢ ብዙሃን ሰፊሕ ሸፈነ እናህባሉ መዘራረቢ ኣርእስቲ ገይረንኦም ኣለዋ። ንምዃኑ ኣብ ልዕሊ እዞም ኣቦ ሓምሳን ሓደን ዓመት ኣብ ሓዳር ድሕሪ ምጽንሖም ናብ ዓንዲ ጨው ዝቐየሮም ዘሰንብድ ዘስደምም ጉድ እንታይ እዩ? እዞም ኣቦ ልቢ ዝሰብር ጓሂ ብዝተመልኣ ቃና ታሪኾም ኣብ ማሕበራዊ ሚድያ ምስ ፈነዉ ነዚ ቪድዮ ዝተዓዘቡ ሰባት ምስኦም ዝነብዑን ዘልቀሱን ኣዝዮም ብዙሓት እዮም። እዞም ሰብ ሓዳር ንሓምሳን ሓደን ዓመት ብሓባር ኣብ ዝፀንሕሉ ግዜ፣ ንሓድሕዶም ብዝነበሮም ፍቕርን ምትእምማንን ይፍለጡ። እዞም ኣቦ ናይ ሓደ ላዕለዋይ ቤት ፍርዲ ጠበቓ ስለ ዝኾኑ ብዝረኽብዎ ርብሕ ዝበለ ኣታዊ ዝበዝሕ ወጻኢታቶም ንደቆም ኣብታ ሃገር ኣሎ ዝተብሃለ ዝበለጸ ቤት ትምህርቲ ክመሃሩ ብምግባሮምን ነዞም ደቆም ዝደለይዎ ንክረኽቡ ብምኽፋሎምን ከም ዝኾነ ኣብ ከባቢኦም ዘለዉ ዘመድ ኣዝማድ ጎረባብትን ብዝግባእ ስለ ዝፈልጡ ኣቦ ማለት ከምዚ እዩ ዝተብሃለሉን ዝተመስከረሉን ኣቦይ ኣብ ሰሙን እዚ ዘጋጠመ እዞም ኣቦ ኣብ ማሕበራዊ ሜድያ ብቲክቶክ ተቐልቂሎም ዘጋጠሞም ነገር ምስ ተዛረቡ ንመላእ ዓለም ኣሰንበደ። ጥዕና ምስኣን ኣብ ነፍሲ ወከፍ ሰብ ዘሎን ከጋጥም ዝኽእልን ክኸውን ከሎ፣ ነዞም ስድራ ናይ ጥዕና ምስኣን ኣብ ፈተና ዘእተወ ነዚ ኣቦ ኣዝዩ ዝፈትዎ ሓዉ ኩላሊቱ ምሕማሙ ስዒቡ እዩ ነይሩ። ሽሙ ክንገር ዘይደለዩ እዞም ኣቦ ንቤተሰቦም ዝወዓለሎም ውዕለት ንሓዎም ንምሕዋይ ዝተባህልዎ ነገር ክገብሩ ድሉው ነበሩ። ናይ ገንዘብ ዓቕሞም እኹልን ትሩፍን እዩ። ክሳብ ኩላሊቶም ንምሃብ ፍቓደኛ እኳ እንተ ነበሩ፣ ኣብዚ ሕጂ ዘለዎ ናይ ዕድመ ጉዳይን ናይ ጥዕና ሕጽረትን ምኽንያት ነዚ ነገር እዚ ፈጺሞም ክገብሩ ስለ ዘይክእሉ፣ ንሓዎም ንተወሳኺ ዕድመ ናይ ምጽናሕ ዕድል ንደቆም ተዋህበ። እቶም ደቆም ነዚ ምስ ሰምዑ ብዘይ ተቓውሞ ተቐበልዎ። ንዝፈትውዎ ሓወቦኦም ኩላሊቶም ሂቦም ዕድሚኡ ከናውሕሉ ተመንዮም ስለ ዝነበሩ ብዘይ ነግፈ ረጊም ነቲ ሓሳብ ተቐበልዎ። ነዞም ኣቦ ደቆም ኣርባን ኣርባን ሓደን ዓመት ዕድሚኦም እዮም። ኣብዚ ኣስተውዕሉ፣ ኣብዚ ግዜ እዚ ዝቕጽል ስጉምቲ ቤተ ሰብ ብምዃኖም ካብኦም ዝሓሸ ንሕሙም ዝሰማማዕ ክርከብ ስለ ዘይክእል እቶም ቆልዑ ፍቓደኛታት ምዃኖም ጥራሕ እኹል ኣይኮነን ምኽንያቱ ኩሊት ካብ ታሕዶ ወሲድካ ናብ ካልእ ሰብ ምስግጋር ቀሊል ስለ ዘይኮነ መባእታዊ መርመራ የድሊ ነይሩ። በዚ ምኽንያት ክልቲኦም ኣሕዋት ሆስፒታል ኣትዮም መባእታዊ መርመራ ክገብሩ ጀመሩ። ኣብዛ ሰዓት እዚኣ'ያ ካልእ ዘሰንብድ ነገር ዝተሰምዐ። ክልቲኦም ቆልዑ ኩላሊቶም ሕሙማት እዮም ክብል ኣይኮንኩን ወይ ካልእ ናይ ሕማም ታሪኽ ክትሰምዑ ኣይኮነን። ካብኡ ንላዕሊ ኣዝዩ ዘሰንብድ እምበር ሓደ ዶክተር ናብቶም ኣብ መርመራ ዝነበሩ የሕዋት ብምቕራብ ንሕና ሓደ ስድራ ኢና ኢልኩምኒ ነይርኩም ሓቀይ? ኢሉ ብምሕታቱ ኩሎም ስድራ ሰንበዱ። ንሓድሕዶም ተጠማመቱ። እዚ ዶክተር እንታይ ክብል ከም ዝደለየ ስለ ዘይተረድኦም ኣዝዮም ሰንቢዶም ነይሮም። እዞም ኣቦ ንኣርብዓን ኣርብዓን ሓደን ዓመታት የዕብዮም፣ ኣምሂሮም፣ ኣመሪዖም፣ ደቂ ደቆም ከይተረፈ ዝረኣዩሎም፣ መዕረፊ ዓይኖም ዝኾኑ ደቆምን ደቂ ደቆምን ዓይነት ደሞም ብዝተገብረሎም መርመራ ምስኦም ከም ዘይመሳሰልን ፈጺሙ ዘይቀራረብ ምዃኑ ኣብ ውሽጢ እቲ ሆስፒታል ከምዛ ዋዛ ተነግሮም። ሕሰብዎ! ንሓምሳን ሓደን ዓመታት ጸኒዑ ብጎረባብቲ ዝተመስከረሉ ፍቕርን ሓዳርን፣ ኣዝዩ ዓቢ ቤተሰብ፣ ዘይሓሰብዎን ዘይተጸበይዎን ሓደጋ ገጢምዎ። ብሓጺሩ እቲ ኩነታት ክግለጽ ከሎ፣ እዞም ኣቦ ንኣርብዓን ኣርብዓን ሓደን ዓመታት ዘዕበይዎም ደቆም ሓምሳን ሓደን ዓመት ዝጸንሕሉ ሓዳር ኣዝዩ ዘሰንብድ ኩነታት ተታሊሎም እዮም። እቶም ቆልዑ ደቆም ኣይኮኑን። ንኣርብኣን ኣርብዓን ሓደን ዓመታት እዚ ክበሃል ዘይከኣል መስዋእቲ ዝኸፈሉሎም ክልቲኦም ቆልዑ ኣቦነት ምምንጣሎም ዘሰንበዶም ኣቦ ዝሕዝዎን ዝጭብጦን ጠፍኦም። ሓዳረይ ዓለመይ፣ ገዛይ ገዳመይ ኢሎም ንሓምሳን ሓደን ዓመታት ዝነብርሉን ሓዳር ከም ዝተታለሉን እቶም ቆልዑ ድማ ካብ ካልእ ከም ዝተወልዱን ምፍላጦም ከመይ ከሰንብዶም ከም ዝኽእል ብሕልናኹም ሰኣልዎ። ነዚ ጉዳይ ብቐጥታ ብመንገዲ ቲክቶክ ካብ ቤተሰቦምን ፈታዊኦምን ሓሊፎም ንመላእ ዓለም ነዚ ዘጋጠሞም ሽግር ተዛሪቡ። እዞም ኣቦ ኣዝዮም ሓዚኖምን ቅስሞም ተሴሩን ብዘሕዝን ድምጺ ንማንም ሰብ ይፈልጦ'የ ክትብል ኣይትኽእልን። ንሓምሳን ሓደን ዓመታት ዝነበርኩሉ ሓዳር ከምዚ ፈዲኒ በሉ። ቅስሞም ተሴሩን ንብዓት ክስዕሮም እናደለየ ሕንቕንቕ እናበሉ ነቲ ዘጋጠሞም ኩነታት ኣብ መላእ ዓለም ኮይኑ ቪድዮኦም ንዝከታተሉ ሰባት ዘረብኦም ብኸምዚ ብምባል ጀመሩ። ድሕሪ ናይ ሓምሳን ሓደን ዓመታት ኣብ ዝጸንሐ ሓዳር ደም ርሂጸ ዘዕበኹዎም ናይ ኣርባዕን ኣርባዓን ሓደን ዓመት ዕድመ ዘለዎም ደቀይ ጠወርተይን ቀበርተይን ክኾኑ እዮም ኢለ ተስፋ ዝገበርኩሎም ሕጂ እውን እንተኾነ ዝሕግዞምን ዝድግፎም ደቀይ ናተይ ናይ ባዕለይ ከም ዘይኮኑ ፈሊጥ ንሓወይ ዝኸውን ኩላሊት ንምልጋስ ናይ መኖም እዩ ንሓወይ ዝኸውን ንምርጋጽ ኣብ ዝተገብረ መርመራ ነዚ ከይሰማዕኩ ሞይተ እንተዝኸውን ምሓሸኒ ዘብል መርድእ'የ ሰሚዐ። ደቀይ ለካ ደቂ ካልእ ሰብ ነይሮም ብምባል ኣብቲ እርጋን ዘጨማደዶ ገጾም ናይ ውሽጦም ሓዘን ብዝረኣ መልክዑ ነቲ ዘጋጠሞም መዓንጣኻ ዘሕርር ሓዘን ይገልጹ። ምናልባት ምስቲ ጸባ ዘመላልስ ወይ ምስቲ ፖስታ ዘመላልስ ወይ ድማ ምስቲ ኤሌክትሪክ ዝጽግን ምስ ሓሓዲኦም ደቂሳ ትኸውን በዓልቲ ቤተይ፣ ነዚ ፈጣሪ ጥራይ'ዩ ዝፈልጦ። ኣነ ግን ኣብዚ ሕማቕ ተግባራት ኢድ ስለዘይብለይ ኣየጨንቐንን። ነገር ግን ትኽክለኛ ኣቦኦም መን ከም ዝኾነ ክፈልጥ ኣዝየ ተሃንጥየሎም። ሕጂ ክሓስቦ ከለኹ ካብ ክልተ ዝተፈላለዩ ሰባት ወሊዳቶም እያ ትኸውን፣ ምኽንያቱ መልክዖም ፈጺሞም ኣይመሳሰሉን እዮም። እዞም ኣቦ መዓንጥኦም ሓሪሮም ገጾም ተደዊኑ ዘረብኦም ይቕጽሉ። እዛ ኣደ ነዚ ሚስጥር ክሳብ መቓብር ሒዛቶ ንምኻድ ዝሓሰበት እያ ትመስል። ምኽንያቱ ክሳብ ሕጂ እዚ ከቢድ ቅልውላው ናይ መንነት ዝፈጠረ ጉዳይ ንዋላ ሓደ ሰብ ኣይተዛረበትን። ክትነግረኒ ትኽእል ነይራ ይቕሬታ ክገብረላን ዘይክገብረላን ይኽእል ነይረ ሕጂ ግን ንኹሎም ኣቦታት ዝመኽርም ምኽሪ እንተሎ ንደቅኹም ኣመርሚርኩም ኣቦነትኩም ኣረጋግጹ ብምርኣይ ጥራሕ ኣቦ መን ከም ዝኾነ ክትፈልጥ ኣጸጋሚ እዩ ካባይ ተማሃሩ ኣነ ሓንሳብ ዓይኖም ሓንሳብ ኣፍንጫኦም ንዓይ ይመስሉ እናበልኩ ንነብሲ ኣታሊለየ ሎሚ ፈጣሪ ዝበሎ ግዜ ኣኺሉ ከምዚ ሕጂ ኣቦኦም ከም ዘይኮንኩን ጓና ምዃን'ዩ ንዘይተርፍ ብምባል ኣብቲ ንነብሶም ዝሳተፍሉ ብኣሽሓት ዝቑጸሩ ተመሳሳሊ ኬዝ ናይ ኣቦነት ሕቶ ቀሪቦም ከም ዝፈልጡን ዝሓለፈ ግዜ ብምዝካር ኣብ ነብሶም ምስ ወረዶም ምስ ዕድሚኦም ተተሓሒዙ ኣዝዮም ከም ዝተጎድኡ ዝተፈልጠ'ዩ። ኣብ ናይ ስርሖም ኣብ ናይ ላዕለዋይ ቤት ፍርዲ ፃንሒት ሓሙሽተ ናይ ኣቦነት ሕቶ ሒዞም ካብ ዝመፁ ሰባት እቶም ኣርባዕተ ሰባት ፍርሖም ትኽክል ኮይኑ ኣቦ ከምዘይኮኑ ዝረጋገፀሎም ከምዝኾነ ናይ ዝሓለፍዎ ናይ ስራሕ ሂወቶም መሰረት ብምግባር የረድኡ። ሰብኡት ዘጠራጥር ነገር እንተሪኦም ንደቆም ኣመርሚሮም እቲ ሓቂ ፈሊጦም ክቐብፁ ሕሾም። ከምዚ ንዓይ ዝረኸበ ከይረኽበኩም ካባይ ተማሃሩ ብምባል ብዙሕ ብሰላም ዝነብሩ ዝነበሩ ሰብ ሓዳር ኣብ ጥርጣረ ከም ዝኣትዉ ገይሮም ኣለዉ። ሕጂ ብቐጥታ ናብ ጉዳይ ፍትሕ ዘምርሕ ክኸውን ከለኹ ህይወተይ ብምሉኡ ኣብ ደቀይን ኣብ ደቂ ደቀይን ዝተመስረተ ነይሩ። ቀጺሉ ዝጽበዮም ኣዝዩ ከቢድ ናይ ህይወት ፈተና ክኸብዶም ከም ዝኽእል ኣብ ገጾም ይንበብ። ነዚ ሓሳብ ኣብ ማሕበራዊ ሜድያ ድሕሪ ምውጽኡ ዝተፈላለያ ማዕከናት ዜና ነቲ ጉዳይ ክትንትንኦ ከለዋ ኣብዚ ሕጂ ሰዓት ጥሮታ ወጺኹም ተዕርፉሉ ግዜኹም እዩ። ስለዚ ነቶም ቆልዑ ከም ደቅኹም ተቐቢልኩም ዝተረፈ ህይወትኩም ብሰላም ንበሩ። ካብዚ ንላዕሊ ኣእምሮኹም ኣይተጨንቑ እናበላ እየን መኺረንኦም። ነገር ግን ምኽርን ጉስጥን ንወሃቢኡ ቀሊል ንተቐባሊኡ ከቢድ እዩ ከም ዝበሃል፣ ርእሲ ዝተኻሕደ ወይ ዝተጠልመ ሰብ ከመይ ኢሉ ክድቅስ? ኣዞም ኣቦ ኣብ ዝፈነውዎ ቪድዮ ካብ ዝተጻሓፈ ኮመንትታት ሓደ ኣገራምን ብዙሓት ዝተሰማምዕሉን ከምዚ ዝብል ነይሩ፣ እንታይ ነይርዎ ድሕሪ ሕጂ ቆልዑ ክውለዱ ከለዉ ልክዕ ከም ናይ ካልእ ውጽኢት መርመራታት ኩሉ ኣብ ናይ ወሊድ ግዜ ናይ ዝውለዱ ቆልዑ ብትኽክል ኣቦነት ተረጋጊጹ ብበርዝ ሰርትፍኬት እንተዝወሃብ ዝብር ርእይቶ ጽሒፉ ነይሩ። ምስኪናይ ኣቦ ዘርኡ ከይተከ ኣብ ጥራይ ጎልጎል ተሪፉ ዝብሉ እውን ኣይተሳእኑን። ነዚ ታሪኽ እዚ ምስ ሰማዕኩም እንታይ ተሰሚዒኩም? ካብቲ ንውሓት ኣብ ሓዳር ዝጸንሓሉ ግዜን ካልእን ኣንጻር ትዕዝብትኹም ኣብ ኮመንት ሓሳባትኩም ግለጹ። ወደሓንኩም።